ቻነልና ሰብስክራይብ ግበሩ። ሓቀኛን ተኣማኒ እዋናዊ ዜናን ሓበሬታታትን እነቕርበሉ ቀዳሞት ሚዲያ። ሰብስክራይብ፣ ላይክ፣ ሼር፣ ኮመንትን ብምግባር ምሳና ክትኮኑ ብምዕዳም ንሎሚ ናብ ዝሓዝናዮም ሓበሬታታት ግንባርን ትኩሳት ዕለታዊ ዜናታትን ክንሰግር ኣቐዲምና ግን ኣርእስተ ዜናታት ክነስምዐኩም። ወረርቲ ሓይልታት ህዝቢ ትግራይ ንምውራር ክትግምቶ ዝኸብድ ዕስለ ሰራዊት ኣኽቲቶም ልዕሊ ሓምሳ መዓልቲ ብኣድያቦት ውግእ ከሪሞም ጀግና ሰራዊት ትግራይ ሕዚ ካብ ሸራሮ ክሳብ ሽረ ኣብ ዝጥዕሞ ቦታን ግዘን እናመረፀ ክድምስሶም ከም ዝጀመረ ምንጭታትና ገሊፆም። ኣብ ትግራይ ብዝቕጽል ዘሎ ተደጋጋሚ ደብዳብን ዝተኸፍተ ቁሉዕ ኩናትን ህይወት ብርክት ዝበሉ ሰለማውያን ሰባት ኣብ ሓደጋ ከም ዝወደቐ ላዕለዋይ ኮሚሽነር ጉዳያት ሰብኣዊ መሰላት ውድብ ሕቡራት ሃገራት ቨልከር ተርክ ገሊጾም። ዋና ጸሓፊ ውድብ ሕቡራት ሃገራት ኣንቶኒዮ ጉተሬዝ ኩነታት ኢትዮጵያ ካብ ቁጽጽር ወጻኢ እናኾነ ይኸይድ ኣሎ ብምባል ተጻባእቲ ሓይልታት ብቕልጡፍ ናብ ሰላማዊ ዘተ ክምለሱ ጸዊዖም። ዝብሉን ካልኦትን ኣለውና ንክትከታተሉና ብክብሪ ንዕድም። ወረርቲ ሓይልታት ህዝቢ ትግራይ ንምውራር ክትግምቶ ዝኸብድ ዕስለ ሰራዊት ኣኽቲቶም ልዕሊ 50 መዓልቲ ብኣድያቦት ውግእ ከሪሞም ጅግና ሰራዊት ትግራይ ሕዚ ካብ ሸራሮ ክሳብ ሽረ ኣብ ዝጥዕሞ ቦታን ግዘን እናመረፀ ክድምስሶም ከም ዝጀመረ ምንጭታትና ገሊፆም። ሕዚ ካብቲ ግንባር ዝበጽሐና ሓበሬታ ከም ዘመላኽቶ በለስ ኣብ ዝበሃል መእተዊ ከተማ ሽረ ጸላኢ ቁጽረን ዘይተጸርሓ ታንክታት ዙ 23 ተቓጺለንኦ ከም ዝሓደራ ድማ ንምፍላጥ ተኻኢሉ ኣሎ። ጅግና ሰራዊት ትግራይ ኣብ ኩሎም ግንባራት ታሪኻዊ ስርሒታት ይፍጽም ከም ዘሎ እውን ንምፍላጥ ተኻኢሉ ኣሎ። መሬት ትግራይ ንጸላእቲ ረመጽ ከም ዝኾነት ሕሉፍን ህሉው ኩነታትን ዝምስክርዎ ሓቂ እዩ። ኣብ ትግራይ ብዝቕጽል ዘሎ ተደጋጋሚ ደብዳብን ዝተኸፈተ ቁልዕ ኩናትን ህይወት ብርክት ዝበሉ ሰላማውያን ሰባት ኣብ ሓደጋ ከም ዝወደቐ ላዕለዋይ ኮሚሽነር ጉዳያት ሰብኣዊ መሰላት ውድብ ሕቡራት ሃገራት ቨልከር ተርክ ገሊጾም። በቲ ተጠናኺሩ ዝቕጽል ዘሎ ቁልዕ ወራርን ኩናትን ኣብ ትግራይ ሰብኣዊ ቅልውላው ይጋደድ ኣሎ ዝበሉ እቶም ኮሚሽነር ካብ 31 ነሓሰ 2022 ዓ ም ፈረንጂ ጀሚሩ ብደብዳባት ነፈርቲ፣ ድሮንን ከበድቲ ኣጽዋራትን ህይወት ብርክት ዝበሉ ሰለማውያን ሰባት ከም ዝሓለፈን ንብረት እውን ከም ዝዓነወን ኣመልኪቶም። እቲ ዝፍጠር ዘሎ ሰብኣዊ ህልቂት ዝኸፍአ ዝገብሮ ድማ ኣብ ባይታ ዘጋጥሙ ዘለዉ ሓደጋታት ብዝግባእ ንምጽራይ ዘኽእል መራኸቢ ዘይምህላዉ ምዃኑ ወሲኾም ገሊጾም። በቲ ዝካየድ ዘሎ ደብዳብ ህፃናትን ደቂ ኣንስትዮን ሓዊሱ ሰራሕተኛታት ሰብኣዊ ሓገዝ ግዳያት ሞት ከም ዝኾኑ ዝገለጹ ቨልከር ተርክ ኣብ ትግራይ ዘሎ ሰብኣዊ ኩነታት ከቢድን ተቐባልነት ዘይብሉ ምዃኑን ኣፍሊጦም። እቶም ኮሚሽነር ብተወሳኺ ኩሎም ተጓነፅቲ ሓይልታት ተኹሲ ደው ከብሉን ናብ ዘላቒ ዘተ ሰላም ክሰጋገሩን ድማ ጸዊዖም። ብዘይካዚ ንዓለም ለኸ ሕጊ ብምጥሓስ ኣብ ልዕሊ ሰለማውያን ሰባት ዘነጻጸረ ደብዳብ ዝፈጸሙ ኣካላት ተሓተትቲ ክኾኑ ድማ ላዕለዋይ ኮሚሽነር ጉዳያት ሰብኣዊ መሰላት ውድብ ሕቡራት ሃገራት ቨልከር ተርክ ሓቲቶም ኣለዉ። ዋና ጸሓፊ ውድብ ሕቡራት ሃገራት ኣንቶኒዮ ጉተሬዝ ኩነታት ኢትዮጵያ ካብ ቁጽጽር ወፃእ እናኾነ ይኸይድ ኣሎ ብምባል ተጻባእቲ ሓይልታት ብቕልጡፍ ናብ ሰላማዊ ዘተ ክምለሱ ጸዊዑ። ኣንቶኒዮ ጉተሬዝ ትማሊ ኣብ ዝሃቦ መግለጺ ሰለማውያን ሰባት ከቢድ ዋጋ ይኸፍሉ ኣለዉ፣ ጎንጽን ዕንወትን ኣብ ዘሻቕል ደረጃ በጺሑ ኣሎ፣ ማሕበራዊ ምትእስሳር ይበታተኽ ኣሎ ኢሎም። ኣብ መንበሪ ሰለማውያን ሓዊሱ ዝፍጸሙ ዘለዉ ዒላማ ዘይፈለዩ መጥቃዕትታት መዓልታዊ ብዙሓት ሰለማውያን ይቐተሉ፣ ወሰንቲ ትሕቲ ቅርጽታት ይዓንዉ፣ ተበጻሕነት ኣድለይቲ ኣገልግሎታት ይድረቱ ኣለዉ ክብሉ እውን ወሲኾም ገሊጾም። ሕብረት ኣውሮፓ ሎሚ ኣብ ዘውጽኦ መግለጺ ሰራዊት ኢትዮጵያ ምስ ሓይልታት ምክልኻል ኤርትራ ዝጀመሮ ሓበራዊ መጥቃዕቲ ብቕልጡፍ ደው ከብል ሰራዊት ኤርትራ ድማ ካብ ሉዓላዊ መሬት ኢትዮጵያ ሙሉእ ብሙሉእ ክወጽእ ጸዊዑ። ዳይሬክተር ፋውንዴሽን ሰላም ዓለም ኣሌክስ ደዋል ኣብዚ ውግእ እዚ ብውሕዱ ሓሙሽተ ሚእቲ ሽሕ ሰራዊት ኤርትራን ኢትዮጵያን ምስ ኣስታት ክልተ ሚእቲ ሽሕ ሰራዊት ትግራይ ይዋግኡ ኣለዉ ክብል ገሊጹ። ኣብዚ ንልዕሊ ሓምሳ መዓልታት ብዘይምቁራጽ ዝተኻየደ ውግእ ሰራዊት ትግራይ ብሰንኪ ሕጽረት ተተኳሲ ንከተማ ሽረ ዝከላኸል መስመሩ ክዕቅቦ ከም ዘይከኣለ እውን ሓቢሩ። ኣብ ዝሓለፈ ሰሙን ከተማ ሽረ ብከቢድ ብረት ሓይልታት ኢትዮጵያ ምስ ተደብደበት ዳርጋ ኩሎም ትካላት ግብረ ሰናይ ካብታ ከተማ ወጺኦም እዮም። ብኣሽሓት ዝቑጸሩ ተቐማጦ ሽረ እውን ከምቲ ኣብ ትሕቲ ቁጽጽር ሰራዊት ኢትዮጵያን ኤርትራን ዝወደቐ ካልእ ቦታታት ካብ ዘጋጠመ ግፍዒ ስለ ዝፈርሑ ካብታ ከተማ ይሃድሙ ኣለዉ። ኣብ መስከረም ሽምብሊና ኣብ እትበሃል ቁሸት 46 ሰባት ተታሒዞም ብሓባር ከም ዝተቐትሉ ኣርባዕተ መሰኻኽር ሓቢሮም። ካልኦት ነበርቲ እታ ቁሸት ድማ ኣካላቶም ምስ ሬሳታት እንስሳ ዘቤት ተሓዋዊሱ ረኺቦምዎ ክብል ይገልጽ። ወሲኹ ድማ ንገሊኡ እቲ ሬሳታት ኣዛብእ ስለ ዝበልዕዎ እቶም ግዳያት መነመን ምዃኖም ተኸዲኖምዎ ብዝነበሩ ክዳን እዮም ተፈሊጦም። እቶም መሰኻኽር ነቲ ሬሳ ክቐብርዎ ግዘ ስለ ዘይነበሮም ክሳብ ሽዑ እቶም ኣዛብእ በሊዖሞ ክኾኑ ከም ዝኽእሉ እዩ ዝግለጽ ኢሉ። እቲ ሰራሕተኛ ረድኤት እቲ ግፍዒ ዝያዳ ዘምርሮ መብዛሕትኦም እቶም ብጃምላ ዝተቐትሉ ግዳያት ኣብቲ ግጭት ዘይተሳተፉ ካብ ንእሽቶ ዓሌት ኩናማ ምዃኖም እዩ ክብል ገሊጹ። ክልቲኦም ወገናት ኣብ ውግእ ወተሃደራት ክኸስሩ እንከለዉ ሕርቃኖም ኣብ ነበርቲ እቲ ቁሸት እዮም ዘውጽዎ ክብል ድማ ወሲኹ ገሊጹ። ኢራን ኣብ ክልተ ሽሕን ዓሰርተ ሓሙሽተን ዓመተ ፈረንጂ ምስ ኣርባዕተ ሓያላት ሃገራት ዓለም ብምዃን ሓይሊ ኒውክሌር ንልምዓታዊ ረብሓ ክተውዕል ካብዚ ወጻኢ እተካይዶ ኒውክሌራዊ ምዕባለ እንተልዩ ዓለም ለኸ ጥሕሰት ከም ዝፈጸመት ተገይሩ ከም ዝውሰድ ኣብ ዝገልጽ ሰነድ ፌርማኣ ከም ዘንበረት ንምፍላጥ ተኻኢሉ። ኮይኑ ግን እዚ ሕጊ ነዊሕ ከይጸንሐ ኣፍሪሳቶ እያ። ኢራን ነዚ ኒኩለር ናይ ምምዕባል ውዕሊ ምፍራሳ ስዒቡ ኣብ ልዕሊኣ ብርክት ዝበሉ ማዕቐባት ክንበሩ ምኽንያት ኮይኑ እዩ። ካብቶም ዝተነበሩላ ማዕቐባት ውሳነ ቁፅሪ 22ን 31ን ተባሂሉ ዝፍለጥ ብውድብ ሕቡራት ሃገራት ዝተነበረ ማዕቐብ ሓደ ኮይኑ ኢራን ዝኾነ ይኹን ወታደራዊ ኣፅዋር ኩናት ናብ ካልእ ሃገር ከይተመሓላልፍ ዘእግድ ምዃኑ ተጠቃሲ እዩ። ስቴት ዲፓርትመንት ኣሜሪካ ሎሚ ኣብ ዘውፅኦ መግለፂ ኢራን ነቲ ኣብ ትግራይ ዝካየድ ዘሎ ኩናት ኣብ 2021 ዓመተ ፈረንጂ ነቲ ብውድብ ሕብራት ሃገራት ዝተቐመጠ ውሳነ ብምጥሓስ ናብ ኢትዮጵያ ኣፅዋር ድሮናት ከም ዝለኣኸት ዝተረጋገፀ ሓበሬታ ተረኺቡ ከም ዘሎ እዩ ኣጣሊሉ። ኢራን ነቲ ኣቐድም ኣቢሉ ተነቢሩላ ዝነበረ እገዳ ምዝውዋር ወተሃደራዊ ኣጽዋር ኣብ ዕስራ ዕስራ ክለዓለላ ግዘ ገደብ እኳ ተቐሚጡ እንተጸንሐ ኣብ መወዳእታ ዘበነ ስልጣን ዝነበሩ ዶናልድ ትራምፕ ነዚ ከየተግበሩ እዮም ወሪዶም። ኢራን ንኢትዮጵያ ድጋፍ ኣጽዋር ድሮን ዝገበረትሉ ግዘ ሰራዊት ትግራይ ኣብ ልዕሊ ፋሽስት መንግስቲ ኢትዮጵያ ከቢድ ስዕረት ኣብ ዘመዝገበሉ እዋን ከም ዝኾነ ንምፍላጥ ተኻኢሉ እዩ። እተን ኢራን ንኢትዮጵያ ዝሃበተን ድሮናት ሞሃጀር ሲክስ ዝበሃላ ኮይነን ኣብቲ ሕዚ ሩስያ ምስ ዩክሬን እተካይዶ ዘላ ኩናት እውን ብመሸጣ መልክዕ ንሩስያ ከም ዘመሓላለፈትን ተወሳኺ ጥሕሰት እቲ ማዕቐብ ከም ዝገበረትን ጸብጻብ ስቴት ዲፓርትመንት ኣሜሪካ ኣፍሊጡ ኣሎ። ምናልባት ኢራን ነዚ ምግባራ እቲ ክለዓለላ ትጽቢት ተገይሩሉ ዝነበረ ማዕቐብ ተጠናኺሩ ክቕጽል ዘግብር ኮይኑ ዩክሬን ብወገና ምስ ኢራን ዝነበራ ዲፕሎማስያዊ ርክብ ክትበትኽ በሚኒስትር ጉዳያት ወፃኢ እታ ሃገር ኣቢላ ሰነድ ከም ዘዳለወት ማዕኸን ሓበሬታ ኤኤ ገሊጹሎ። ፋሽስት መንግስቲ ኢትዮጵያ ቅድም ክብል ካብ ሃገራት ቱርክን ሕቡራት ዓረብ ኢሚሬትስን ድጋፍ ኣጽዋር ድሮንን ኦፕሬት ዝገብሩ ሓይሊ ሰብን ረኺቡ ከም ዝነበረ ብመረዳእታ ዝተደገፈ ሓበሬታ ተረኺቡ እዩ። እቲ ኢራን ዝገበረቶ ደገፍ ዝምልከት ግን ዛጊድ ጥሉል ዝበሃል መረዳእታ ኣይተረኽበን ጸኒሑ ዝብሉን ካልኦትን ነይሮም። ንምክትታልኩም ኣዚና ነመስግን። ሰሰናዩ